ኮሜዲ ድራማ ዕላላት ዋዛታት ስፖርት ፊልምታት።
ሰላም ከመይ ቀኒኹም ዝኸበርኩም ተኸታተልቲ ሲነማ ሰመረ ንሎሚ እውን ትንታነ ስፖርት ኣብ ሲነማ ሰመረ ሒዝናልኩም ቀሪብና ኣለና ኣብዚ ምሳይ ተረኺቦም ዘለዉ ክልተ ኣጋይሽ መርሃዊ ተወልደ መራ ኣብ ኤር ቲቪ ንነዊሕ ግዜ ተንታኒ ስፖርት ዝነበረ እዩ

እዚ እንርከበሉ ዘለና ቦታ ክለብ ሲቲ ሰንተር እዩ። እስኪ መጀመርያ ከም መዕለሊ ክም መእተዊ ክኾነና መራሕዋይ ብዛዕባ እዛ ክለብ ገለ መግለጺ ሃበና። ሕራይ ኣቐዲመ
ንኣዳለውቲን ዋና ዋንንትን ሲቲ ሲነማ ሰመረ ልባዊ ምስጋናይ ከቕርብ እፈቱ። ብምቕጻል እዚ ዘለና ከምቲ ኣቐዲማ ኣርሴማ ዝጠቐሰቶ እዚ ዘለናዮ ቦታ ክለብ እቲ ሰንተር ይበሃል። ክለብ ኩዕሶ እግሪ ሰንተር ነዚ ሕጂ ሒዛቶ ዘላ ስም ቅድሚ ምሓዛ ናይ ነዊሕ እዋን ብዝተፈላለየ ኣስማት ክትከይድ እያ ጸኒሓ። እዛ ጋንታ ኣብ ፈለማ ሽሕን ትሽዓተ ሚእትን ሰማንያን እያ ተመስሪታ። ክለብ ኩዕሶ እግሪ ክለብ ኩዕሶ እግሪ ጫማ ኤርትራ ወይ ድማ ቺፖሊኒ ብዝብል ስም እያ ትጽዋዕ ነይራ። ክሳብ መዓልቲ ናጽነት እቲ ዝበዝሐ ዋንጭ ዝዓተረት ዓባይ ጋንታ ንኣህጉራዊ ዝና ዘለዎም ንከም በዓል ነጋሽ ተኽሊትን ኣማኑኤል እያሱን ዘፍረየት ዓባይ ክለብ እያ። ድሕሪ ናጽነት ንዝተወሰኑ ዓመታት በዚ ስም ክትከይድ ድሕሪ ምጽናሕ ኣብ መፋርቕ ናይ ተሰዓታት ካብ ፋብሪካ ጫማ ኤርትራ ናብ ህንጻ ወይ ድማ ክለብ ኩዕሶ እግሪ ህንጻ'ያ ተቐይራ። በዚ እውን ንእተወሰነ እዋን ድሕሪ ምኻድ ኣብ መወዳእታ ነዚ ሕጂ ሒዛቶ ዘላ ስም ማለት ሲቲ ሰንተር ዝብል ስም ሒዛ'ያ ትቕጽል ዘላ ማለት እዩ። ኣብዚ እዋን'ዚ ከኣ ብዙሓት ተስፋ ዘለዎም መንእሰያት ኣብ ኩዕሶ እግሪ ጥራሕ ከይተወሰነት ኣብ ኣብ ጉያ እግሪ ኣብ ባስኬት ኣብ ቦሊበል ኣብ ብዙሕ ነገራት ትነጥፍ ዘላ ዓባይን ታሪኻዊት ጋንታን'ያ ማለት ወይ ከኣ ታሪኻዊት ክለብ'ያ።

መጀመርያ ኣነ ነዚ ዕድመ እተዋህበኒ እውን ከመስግን እደሊ ብወገነይ ማለት እዩ። ቀጺለ ሽልማት ባሎን ዲ'ኦር ድበሃል ብሓደ ፈረንሳዊ ጋዜጠኛ ዝተመስረተ ኮይኑ ኣብ ሽሕን ትሽዓተ ሚእትን ሓምሳን ሽዱሽተን ኣብ ሃገረ ፈረንሳ እዩ ተመስሪቱ ማለት እዩ። እቲ ዝገደመ ሽልማት ድህብ ንውልቂ ተጻቲ ዝገደመ ሽልማት ድህብ ከኣ ባሎን ዲዮር እዩ ማለት እዩ። ፊፋ ከኣ ሽልማት ፊፋ ከኣ ተልና ፊፋ ዳርጋ ካብ ሽሕን ትሽዓተ ሚእትን ቴስዓን ዓመተ ምህረት ጀሚሩ ከምኡ ሽልማታት ክህብ ጀሚሩ ማለት እዩ። ንዝተወሰነ ዓመታት ኣብ ዓበይቲ ውድድራት ይኹን ኣብ ወርልድ ካፕ ይኹን ፍሉይ ዝና ዘትረፉ ተጻቲ ፈልዩ ይህብ ማለት እዩ። እቲ ቀንዲ ፍልልያት ሕጂ ኣብዚ እንታይ እዩ ኣብቲ ድምጺ ኣወሃህባ እዩ እቲ ሽልማት ማለት እዩ። እቲ ድምጺ ኣወሃህባ ከኣ ከመይ እዩ ኣብ ሽልማት ባሎን ዲዮር ናይ ፍራንስ ፉትቦል ማጋዚን ማለት እዩ ዝበዝሑ እቶም ሽም ዝህቡ ወይ ድምፂ ዝህቡ ጋዜጠኛታት እዮም ማለት እዩ ኣብ ናይ ፊፋ ግን ከም ፓነል ኮይኑ ማለት እዩ ናይ ኤቭሪ ሃገር ኣብ ፊፋ ትውከል ኣሰልጣንን ሓለቓ ጋንታን ሽም ድምፂ ይህቡ ብድሕሪኡ ከዓ ኮሚቴ ኣሎ ወሰንቲ ኣካላት ኣለው ጋዜጠኛታት ኣለው ተንተንቲ ኣለው ዓበይቲ ኣለው ዋላ ኣብቲ ፊፋ ከማን ናቱ ዝኸኣለ ናቱ ዓውዲ ዘለዎም ሰባት ስለ ዘለው ብኸምዚ ኣገባብ ማለት እዩ እቲ ድምጺ ይግበር። ሕራይ መራ ናይ ሎሚ ዓመት ባሎንዲ'ኦር ንብሉጽ ተጻዋታይ ሊዮነል መሲ እዩ ተዋሂቡ ዘሎ። እዚ ድማ ኣዝዩ ኣካታዒ ኣርእስቲ እዩ ኮይኑ ዘሎ ክሳብ ሕጂ ውን ኣዝዩ ኣካታዒ እንዳኾነ እዩ ዝኸይድ ዘሎ ማለት እዩ። ብወገንካ እዚ ትሽልማት እቲ ሽልማት ይግብኦ ድዩ ኣይግብኦን ንሊዮነል ሜሲ እስከ ርእይቶኻ ክትበና። እወ ኣብ ቁሩብ ክውስኸላ ነታ ኣቐዲመ ምናሰ ዝበላ ምእንቲ ተኸታተልቲ ስፖርት ብሓፈሻ ብፍላይ ድማ ኣፍቀርቲ ኩዕሶ እግሪ ምሉእ ሓበሬታ ምእንቲ ክህልዎም ኩሉ ግዜ እዛ ክልተ ሽልማት እየን ሕጂ ኩሉ ግዜ ባለንዲዮር ሓደ ናይ ሓደ ኣህጉር ወይ ከኣ ኣህጉራዊ ንብሎ ወይ ከኣ ናይ ሓደ ዞባ ማለት እዩ ናይ ኣውሮፓ ማለት እዩ እቲ ሽልማት ከምቲ ዓንቶ ኢብነሰ ዝበሎ ካብ ፍራንስ ማጋዘን ድበሃል እዩ ጀሚርዎ ነቲ ሽልማት ማለት እዩ እቶም መነ መን እዮም ድምፁ ድህቡ ዝዓበየ ተራ ዘለዎም ሚናሰ ስለ ዝበሎ ምድጋም ኣየድልየን እዩ እቲ ካልኣይ ግን እቲ ፊፋ እቲ ዝዓበየ ማለት እዩ ፊፋ ግን እዚ ዓለም ለኻዊ ማለት እዩ ዓለም ለኻዊ ውድድር እዩ ኩላህና ከም ንፈልጦ ንኣብነት ኣብ ኣፍሪቃ ናይ ካፍ ኣሎ ኣብ ኣሜሪካ ናይ ኮንካካፍ ንብሎ ኣሎ ንሙሉእ ዝሓቁፍ እቲ ዝዓበየ ሽልማት እንታይ ማለት እዩ ፊፋ ማለት እዩ ፊፋ ካብቲ ካብ ሽሕን ትሽዓተ ሚእትን ሰላሳን ጀሚሩ እዩ ዋንጫ ዓለም ከካይድ ጀሚሩ ማለት እዩ ካብቲ ግዜ እቲ ጀሚሩ ከዓ ንተስዓን ሓደን ዓመታት ምዃን እዩ ነቲ ውድድር ከካይዶ ፀኒሑ ከምቲ ምናሰ ዝበሎ ከዓ ፀኒሑ እዩ ማለት እዩ እቲ ሽልማታት ክህብ ጀሚሩ ማለት እዩ ናይ ፊፋ ብሉፅ ተፃዋታይ ብደረጃ ዓለም ሕጂ እቲ ዝዓበየ ሽልማት ኣየናይ ማለት እዩ ፊፋ ክልተ ሽልማት እዩ ነይሩ ማለት እዩ ፊፋ ኣዋርድ ወይ ድማ ናይ ፊፋ ሽልማት እቲ ሓደ ከኣ እቲ ኣንቶኒ ድበሎ ሚናሰ ከኣ ባሎን ዲኦር ከኣ ኣዋርድ ከኣ ንብሎ ማለት እዩ። ጸኒሖም ግን ብምስምማዕ ብላተር ማለት ኣብቲ ግዜ እቲ ፕረዚደንት ኩዕሶ እግሪ ፊፋ ዝነበረን ፕረዚደንት ኩዕሶ እግሪ ኣውሮፓ ዝነበረ ሚሸል ፕላቲንን ተራዳዲኦም ንኽልቲኤን ሓንቲ ሽልማት ሓንቲ ብሓንቲ መጸውዒ ማለት እየን ናይ ክልቲኦም ናይ ሓባር ድምጺ ገይሮም ፊፋ ባሎን ዲኦር ተባሂሉ ክጽዋዕ ጸኒሑ ማለት እዩ። ስለዚ ክሳብ ናይ ዝሓለፈ ዓመት እዩ ማለት እዩ። ክልቲኦም እቲ ሮናልዶን ሜስን ክወስድዎ ዝጸንሑ ከኣ ማለት እዩ ንኽልቲኡ ማለት ነቲ ፊፋ ባሎን ዲ'ኦር ዝበሃል ብሓደ ግዜ እቲ ድምጺ ክወሃብ ጸኒሑ ማለት እዩ። ድሕሪኡ ሓድሽ ፕረዚደንት ፊፋ ምስ መጸ ከኣ ነቲ ሽልማት እንታይ ገይርዎ በበይኑ ርእሱ ዝኸኣለ ኢሉ ንፊፋ ኣዋርድ በይኑ ገይርዎ ንባሎን ዲ'ኦር ከኣ በይኑ ገይሮሞ ማለት እዩ። ንኣብነት ዝሓለፈ ዓመት ብሰንኪ ኮሮና ባሎን ዲ'ኦር ኣይነበረን። ፊፋ ኣዋርድ ግን ነይሩ፣ ናቱ ተዓዋቲ ከኣ ልዋንዶውስኪ ነይሩ ማለት እዩ። ስለዚ እዚ እዩ እቲ ድሕረ ባይትኡ ናይቲ ውድድር ማለት እዩ። ናብቲ ዝበልናዮ ውድድር ክንኣቱ ሕጂ። ሜሲ ምውሳዱ ቅኑዕ ነይሩ ዶ ቅኑዕ ኣይኮነን ዝብል ሓደ ኣዝዩ እዋናውን ኣገዳስን ጉዳይ እዩ ዘሎ ማለት እዩ። ኣብዚ ጉዳይ እዚ ኢና ከኣ ኣተኲርና ክንዘራረብ ማለት እዩ። ቁሩብ ድሕረ ባይታ ምእንቲ ክኾነልና እንታይ እዩ ሜስን ሮናልዶን ኣብ ታሪኽ ኩዕሶ እግሪ ንዝነውሐ እዋን ሽልማት ዝተዓወቱ፣ ኩዕሶ እግሪ ንዓለም ድማ ናብ ዝለዓለ ደረጃ ካብ ዘብጽሑ ብሉጻት ተጻወትቲ እዮም ማለት እዩ። ንኣብነት ናይ ፔለን ናይ ማራዶናን ኣሎ፣ ነዊሕ ንኡ ኣይጸንሑን ማለት እዮም፣ እቲ መድረኹ ግን ኣብ በበይኑ እዋን ስለ ዝተፈጥሩ። ስለዚ ናይ ዘመንና ፔለን ማራዶናን ሜስን ሮናልዶን እዮም ነይሮም ማለት እዩ። ሕጂ ሜ ሮናልዶ በብተራዮ ማለት እዩ። ኣቐዲሙ ኣብ ክልተ ሽሕን ሸሞንተን ምዃኑ እዩ በቲ ናይ ክልተ ሽሕን ሸሞንተን ዘበርከቶ ሮናልዶ እዩ ወሲዱ ማለት እዩ ነቲ ሽልማት ጀሚርዎ። ብድሕሪኡ ሜሲ እንዳበለ ሜሲ ኣብቲ ምእንቲ ዝርዝር ክኾነልና ምእንቲ ድሕረ ባይታ ክኾነልና እንታይ እዩ ናይ ሜሲ ሽልማታት ሜሲ መዓስ እዩ ዝጅምሮ ዘሎ ማለት እዩ እታ ቀዳመይቲ ሽልማት ኣብ ዘመነ ውድድር ክልተ ሽሕን ትሽዓተን እዩ ማለት እዩ። ኣብቲ ዘመን እቲ ባርሰሎና ሰለስተ ዋንጫ ክትወስድ ከላ ሊዮነል መስኻ ሰላሳን ሸሞንተን ጎል ኣመዝጊቡ ማለት እዩ። ኣብታ ተራእዩ ዘይፈልጥ ድምጺ ድማ ኣርባዕተ ሚእትን ሰብዓን ሰለስተን ድምጺ ረኺቡ ማለት እዩ። እታ ድሕሪኣ ዝነበረት ዓመት ሊዮነል ሜሲ እታ ካልኣይቲ ሽልማቱ ማለት እያ፣ እታ ናይ ክልተ ሽሕን ዓሰርተን ማለት እያ፣ ብቐጻሊ ክውን ኣሎ ማለት ኣብዚ እውን ሰላሳን ኣርባዕተን ሸቶታት ኣመዝጊቡ ማለት እዩ። እታ ሳልሰይቲ ናይ ኣብዚ ክንደይ ይኾን ኣሎ ማለት እያ፣ እታ ሳልሰይቲ ናይ ሊዮነል ሜሲ ዓወት ከኣ ኣብ ክልተ ሽሕን ዓሰርተ ክልተን ማለት እያ። ኣብዚ ዓመት እዚ ከኣ ሰብዓን ክልተን ዋንጫ ኣመዝጊቡ ማለት ጎላት ኣመዝጊቡ ማለት እዩ። እታ ራብዐይቲ ኣብ ክልተ ሽሕን ዓሰርተ ሓሙሽተን ክኸውን ከሎ ኣርብዓን ሰለስተን ጎላት ኣመዝጊቡ። ኣብ ክልተ ሽሕን ዓሰርተ ሽዱሽተን ከኣ ሓምሳን ሓደን 2019 ምዃኑ ሓምሳን ሓደ ሸቶታት ኣመዝጊቡ ማለት እዩ። ድሕሪኡ ዝመጽእ ኣብ ዝደለናዮ ማለት እዩ። ኣብዚ ግዜ እዚ ዘካትዕ ነገር ኣይነበረን ማለት እዩ። ማዕረ ማዕረ ሸቶታቱ ግን እቲ እስራኤል ሜሲ ብልጫታቱ ማለት እዩ ዓሳሱ ብዙሕ እዩ ኣብ ኩዕሶ እግሪ ኩሉ ግዜ መምዘኒ ሸቶ ጥራሕ ኣይኮነን። ከምዚ እንታይ ኢና ንብሎ ሕጂ ከምዚ ፕሮቫይደር ኤንድ ስኮረር ኢሎም ዝጸውዕዎ ኩዕሶ ምቕባልን ኩዕሶ ሸቶ ምምዝጋብን ማለት እዩ። ሊዮነል መሲ እውን ኣብዚ ብስሱዐ ዘይኮነ ምስ ኣብ ናይ ጋንታ ፀወታ ዝኣምን ምስ ተፃዋቱ ተረዳዲኡ ዝፃወት ኣብ ገለ ገለ እዋናት እውን ከምዚ ዝበልናዮ ስሱዕ ናይ ስስዐ ባህርያት ስለዘይነበሮ ንዝርከባ ፍፁማት ቅላዕ መቕፃዕቲ ንካልኦት ተፃዋቲ ንካልኦት መፃወቲ እውን ዝህብ ኣዝዩ ድስፕሊን ዘለዎ ተፃዋታይ እዩ። ሮናልዶ እውን ካብኡ ኣይሓምቕን ነይሩ ሮናልዶ ክሳይ ክብለልይ ኣይኮንኩን። ሕጂ እንታይ ኢና እቲ መምዘኒ ንወስዶ? እቲ ሸቶታት ጥራሕ ዘይኮነ ብዙሕ መምዘኒታት ኣሎ ማለት እዩ። ሕጂ ክልተ ክልተ መምዘኒ እዩ ዘሎ። ናይ ክኢላዊ ገምጋም ንብሎ ኣሎ፣ እቲ ካልእ ከኣ ናይ ተራ ሰብ ርእይቶ ማለት እዩ። ሕጂ ብዙሕ ግዜ ንሕና ክንዛረብ ከለና ናይ ተራ ሰብ ርእይቶ ኢና ንዛረብ ማለት እዩ። እቲ ሽልማት ዝውህበካ መወዳእታ ግን እቲ ናይ እቶም ናይ ክኢላታት ገምጋም እዩ ማለት እዩ። ብዙሕ ከም ኣብነት ኩዕሶ ምቕባል፣ ሸቶ ምምዝጋብ፣ ጭሙትነት ዘለዎ ኩዕሶ ምሃብ ማለት ኣኪረሲ ንብሎ ነገር ኣሎ። ዝረኸብካዮም ኩዓሳሱ ምምዝጋብን ኩዕሶ ምጥፋእን ካልእ ናብ ጋንታኻ ክትኣቱ ዝግባእ ኩዕሶ ምድሓን ማለት እዩ። ብዙሕ ነገራት ዘማልእ እዩ። ነዚ ኩሉ መምዘኒታት ኣማሊኦም ከም ተዓንተዮ ክንብሎ ዝጸናሕና እቶም ክኢላታቱ ማለት እዮም። ሕጂ ኣብዚ ናይዚ ዓመትዚ ክንመጽእ ከለና እንታይ እዩ ብሰንኪ ኮረና ዝሓለፈ ዓመት ሽልማት ኣይነበረን ኣብቲ ኣብዘን ዝሓለፈ ዓመታት ከኣ እንታይ እዮም ናብዘን ዝሓለፈ ዘመነ ውድድራት ከኣ ክልተ ተጻወትቲ እዮም ዝያዳ ተራእዮም ማለት እዮም ተጻወትቲ መነ መነ እዮም ነይሮም ማለት እዩ ልዋንዶውስክን በንዜማን እዮም ማለት እዩ ዝሓለፈ ዓመት ብሰንኪ ኮረና ከምቲ ዝበልናዮ ባሎን ዲ'ኦር ኣይነበረን፣ ፊፋ ኣዋርድ ተዋሂቡ ንልዋንዶውስኪ ተዋሂቡ ማለት እዩ። ሎሚ ዓመት ከኣ ኩሉ ሰብ ከምኡ ሎሚ ዓመት ውን ካብ ክልቲኦም ሓደ እዩ ኢሉ ዳርጋ ኣብ ምሉእ ብምሉእ ርግጽነት ዝነበረ ይመስል ኔሩ ማለት እዩ። ጸኒሑ ግን ዘይተጸበይናዮ ድምጺ ተዋሂቡ ማለት እዩ ወይ ከኣ ዘይተጸበይናዮ ክስተት ኣጋጢሙ ማለት እዩ። እቲ ክስተት ከኣ እንታይ እዩ ሊዮነል መሲ ተዓዊቱ ማለት እዩ። ንሻብዓይ ግዜኡ ምዃኑ እዩ ማለት እዩ ባሎን ዲ'ኦር ኢና ንብል ዘለና ሕጂ ማለት እዩ። ኣብዚ ሕጂ እቲ ክትዕ መጺኡ ማለት እዩ። ይግብኦ እዩ ኣይግብኦን እዩ ዝብል ብደረጃ ዓለም ሰፊሕ ዝኾነ በቃ ክትዕ ተላዒሉ ኣሎ ማለት ክሳብ ሕጂ እውን ይኸይድ ኣሎ ማለት እዩ። በብኸባቢኡ ዝተፈላለየ ርእይቶታት ይወሃቡ። ንሕና እውን ኣብዚ ኮፍ ኢልና ዘለና ክልተ ዝተፈላለየ ርእይቶታት ሒዝና ዘለና ኢና። ኣነ ይግብኦ እዩ ክብል እየ፣ ሚናሰ ከኣ ኣይግብኦን እዩ ኣብ ዝብል ኣርእስቲ ኢና ገለ ሓበሬታ ክንህበኩም ተዳሊና ዘለና ማለት እዩ። ኣብቲ ኣነ ይግብኦ እዩ ዝብል ዘለኹ ሕጂ ኩሉ ግዘ እንታይ እዩ ኣብ ኩዕሶ እግሪ እንታይ እዩ ከምቲ ዝበልናዮ ሓደ መምዘኒ ኣሎ ማለት እዩ እቲ መምዘነ እንታይ እዩ ክላስ ን ፐርፎርማንስ ኢሎም ዝፅውዕዎ ማለት እዩ እንታይ ማለት እዩ እቲ እቲ ደረጃኻኒ ደረጃ ናይ ሓደ ሰብ ደረጃ ኣለዎ እቲ ካልኣይ ከዓ ብቕዓት ብቕዓት ንብሎ ሓደ ግዝያዊ ዓቕሚ ናይ ሓደ ሰብ እዩ። ደረጃ ንብሎ ወይ ከኣ ክላስ ንብሎ ግን ድምር ናይ ብዙሕ እዋናት ብቕዓታት እዩ ማለት እዩ። ስለዚ ብዙሕ ግዜ ኣብ ዓለም ኣብ ዝኾነ ሞያ ክንከብር ከለና ኣየናይ ይቕድም እንተይልና ደረጃ ይቕድም፣ ክላስ እዩ። ሕጂ እንታይ ዝብል ሓደ ጽቡቕ ኣዘራርባ ናይ ሳይኮሎጂ ኣሎ፣ ሓደ ጽቡቕ ዘረባ እንታይ እዩ ጽቡቕ ዘረባ እንታይ እዩ ዝብል ኣብ ሳይኮሎጂ ኣሎ። እንታይ ይብል እቲ ኢትስ ኢዚ ቱ ሪች ዘ ታፕ በት ኢትስ ዲፊካልት ቱ ስተይ ዘር ነው። ኣብ ዝለዓለ ደረጃ ክትበፅሕ ቀሊል እዩ፣ ኣብኡ ክትቅፅል ግን ከቢድ እዩ። ስለዚ ነዚ ኩን ዝገበረ እዩ ሊዮኔል መሲ ማለት እዩ። ንነዊሕ እዋን ነቲ ምስኡ መቐናቕንቱ ዝነበረ ሮናልዶ ልርዱእ ምኽንያታት ንዕኡ ፈልዩ ንበይኑ ሕጂ ማለት ዝቕፅል ዘሎ ማለት እዩ ካብ ክልተ ሽሕን ትዓጥን ክሳብ ሕጂ ማለት እዩ። ፍሉይ ካብ ትብላ ብልጫታቱ ማለት እዩ። ክንደይ ዓመት ይኸይድ ኣሎ? ንዓሰርተ ሸሞንተ ዓመታት ንዓሰርተ ዓሰርተ ክልተ ዓመታት ይቕጽል ኣሎ ማለት እዩ። እዞም ምስ ንሪኦም ዘለና ግን ከምኡ ዓይነት ብቕዓት ድዩ ነይርዎም? ሌዋንዶውስኪ ከምኡ ይኮነ ከምኡ ክንዲ መዘኑ እዩ ነበረ ወይ ክንድኡ እውን በዘም ኣንኮ ስለዚ ከምቲ ዝበልናዮ ኣብ ብቕዓት ኣብ ብቕዓት ምናልባት መዘንኡ ክኽእሉ ይኾኑ እዮም ኣብ ደረጃ ግን ኣብቲ ክላስ ንብሎ ግን መዘናታት ይኮኑን ኣብ ብቕዓት መጢና ካብቲ ህሉው ብቕዓቱ ከንርኣ እስከ። ኣብ ህሉው ብቕዓቱ እንተመጺእና እውን ኣብ ናይ ዝሓለፈ ዓመት ውድድር ገለ ስእሊ ምእንቲ ክህልወና ናይ ክልቲኦም ክንርኢ እንተኾይንና ሊዮነል ሜሲ ከምቲ ዓንተወይ ዝበልናዮ ከንደይ እዩ ኣብ ዓመተ ውድድር ክልተ ሽሕን ዓሰርተ ትሽዓተን ሓምሳን ሓደን ጎላት እዩ ኣመዝጊቡ ማለት እዩ። ኦኬ ሜስ ይቕሬታ ኣርብዓ ሸቶታት ኣመዝጊቡ ማለት እዩ። ዓሰርተ ሽዱሽተ ዕድላት ከኣ ሂቡ ማለት እዩ። ክልተ ሽሕን ሓሙሽተ ሚእትን ዕስራን ሓሙሽተን ከኣ ኣኪረሲ ዝነበረ እንኳዕ ወይ ከዓ ጭሙትነት ዝነበረ እንኳዕ ኣሳሱኻ ይህብ ነይሩ ማለት እዩ ብሓፈሻ ብኣንጻሩ ብድምር ሕጂ ክንደይ ሰማንያ ዝኸውን ካብ ሃገራዊት ጋንታኻ ብድምር ካብ ኣብ ሃገራዊት ጋንቱ ኣብዚ ኮፓ ኣሜሪካ ንብሎ ከዓ ኣብ ኮፓ ኣሜሪካ ከዓ ማለት እዩ ናይዚ ዓመት ዝነበረ ውድድር ማለት እዩ ብሉጽ ኣመዝጋቢ ጎል ኮይኑ ኣርባዕተ ሸቶታት ሂቡ ኣእትዩ ማለት እዩ። ዝበዝሐ ኹዓ ኣሳሱ ዘቀበለ ኮይኑ ማለት እዩ። እዚ ኻኣ ኻልእ ታሪኽ ናይ ሊዮነል ሜሲ ነይሩ ማለት እዩ ኣብ ኣህጉራዊ ጸወታ። ሕጂ እንታይ እዩ ብዙሕ ግዜ ደካትዕ ክልተ ኩሉ ግዜ ፊፋ ወይ ድማ ማሕበር ኩዕሶ እግሪ ዓለም ይኹን ኩዕሶ እግሪ ኣውሮፓ ክስርዕ ከሎ ቀዳምነት ዝውሃቦ ኩሉ ግዜ እንታይ ክልተ ዓይነት ኣሎ ከምዚ ሜጀር ኮምፕቲሽን ኢሎም ዝፅውዕዎ ወይ ከዓ ዓበይቲ ውድድራት ኢሎም። ዓበይቲ ውድድራት ሕጂ ኩሉ ግዘ ናይ ሃገራውያን ጋንታታት ውድድር እንድሕር ሃልዩ እዩ ዝቐድም። ምኽንያቱ ፊፋ ይዓቢ ካብ ኣውሮፓ ንበሎ ካብ ካፍ ንበሎ ካብ ኮንካካፍ ንበሎ ማለት እዩ። እዚ ውድድር ኣብ ዝህልወሉ ብዙሕ ግዘ ነቲ ናይ ክለብ ዓወት በሊፁ እቶም ኣብዚ ዝለዓለ ብልጫ ዘርኣዩና ቅድሚ ሕጂ ናይ ክልተ ሽሕን ሽዱሽተን ንዝክሮ ኢና ካናቫሮ ክወስድ ከሎ ኣብ ክለብ ዘይኮነ ኣብ ሃገራዊት ጋንታ ስለ ዝነበረ ማለት እዩ። ክርስትያኖ ሮናልዶ እውን ኣብታ ናይ ኣውሮፓ ዋንጭኡ ስለ ዝወሰደ ከምኡ ነይሩ ማለት እዩ። ሕጂ እዚ ሊዮነል ሜሲ ኣብዚ ከምዚ ንሪኦ ዘለና ኩሉና ከም ንፈልጦ እዚ መጽሔት ንሪኦ ዘለና መጽሔት ታይም ኣብ ኣሜሪካ ዝሕተም ኮይኑ ሓደ ፖለቲካዊ መጽሔት እዩ። ጉዳይ ሜሲ ዓቢ ዓለምለኻዊ ጉዳይ ስለ ዝነበረ እዩ ኣብ ክልተ ሽሕን ዓሰርተን ነ- ኣብ ክልተ ሽሕን ዓሰርተን ነዚ ንሪኦ ዘለና ኣብ ክልተ ሽሕን ዓሰርተን ነዚ ጉዳይ እዚ ኣልዒሉ እንታይ ክብል ጸዊዕዎ ነዚ ኪን ሊዮን ይብሎ ኣሎ ወይ ከዓ ንጉስ እ፣ ሊዮነል ሜሲ ኢሉ እዩ ዝጽውዖ ዘሎ ኣብዚ ሕጂ እንታይ እዩ ዝብል ኣብዚ ሕጂ እንታይ እዩ ዝብል ሊዮነል ሜሲ ይብል ኣሎ ሕጂስ ሊዮነል ሜሲ ይብል ኣሎ ከምዚ ኣብዚ ንሪኦ ዘለና ኣብ ታሪክ ኩዕሶ እግሪ ሓደ ካብ ዝበለፁ ምናልባት እውን ኣብ ታሪክ ናይ ኩዕሶ እግሪ እቲ ዝበለፀ ክኸውን ዝኽእል እንተኾነ ይብል እዚ ብሉፅ ተፃዋታይ እዚ ብደቂ ሃገሩ ግን ፍትው ኣይነበረን እንታይ እቲ ምክንያት ኣብ ዝብል እዩ ማለት እዩ እንታይ ስለ ዝነበረ እዩ ሕጂ ማለት እዩ ንሪኦ ዘለና ኣብዚ ከምዚ ንሪኦ ዘለና ኣብዚ እንታይ ይብል ኣሎ ሊዮነል ሜሲስ ፋይናል ጎል ይብል ኣሎ ናይ ሊዮነል ሜሲ ናይ መወዳእታ ዕላማ ሕጂ እንታይ እዩ ዝብሉ ከም ኣብነት ሓደ ግዜ ብራዚላዊ ሮናልዶ እንታይ ኢሉ ነይሩ ከም ኣብ ዓመቱስ ብሉፃት ተፃወትቲ እዩ መፅኦም ከም በዓል ሜሲ ዝኣመሰሉ ተፀዞም ከምዚ ኤክስትራኦርዲነሪ ፕሌየርስ ዝበሃሉ ወይ ከዓ ብርቂ ወይ ድማ ፍሉያት ተፃወትቲ ዝበሃሉ ግን ኣብ ዓሰርተታት ዓመታት ኣብ ዕስራ ዓመት ኣብ ገለ ዝቕልቀሉ ውሕዳት ኣዝዮም ውሕዳት ተፃወትቲ እዮም እዩ ዝብል ንሊዮኔል ሜሲ ከዓ ከምኡ እዩ ዝሰርዖ ዋይን ሩኒ ብወገኑ እንታይ ይብል ነይሩ ንሕና ንገብሮ እቲ ንሓስቦን እቲ ንውጥኖን እዩ። ሊዮኔል ሜሲ ዝገብሮ ግን ኣብቲ ክዉን ዓለም ኮንካ ዘይኮነስ ኣብ ሕልሚ ጥራሕ ትሓልሞ ነገር ጥራሕ ዝገብር ፍሉይ ተጻዋታይ እዩ ዝብል ዋላ ካብ ተጻወቲ ውን ልዑል ናእዳ ዝነበሮ ተጻዋታይ እዩ ማለት እዩ። ቴሪ ኤንሪ ውን ኣብ ሓደ እዋን እንታይ ኢሉ ሊዮኔል ሜሲስ ንዓለምሲ ተራእዩ ዘይፈልጥ ኩዕሶ እግሪ ከርእያ ይብል ኔሩ። እንታይ እዩ ግን ኔሩ እዚ ሰብ እዚ ካብቶም ነጋውስ ኩዕሶ እግሪ ተባሂሎም ኣብ ናይ ዕስራ ክፍለ ዘመን ቀዳማይን ካልኣይን ብሉጻት ዝተባህሉ ብራዚላዊ ፔለን ማራዶና ዝፈልዮ ነገር እንታይ'ዩ ነይሩ እንተይልና፣ እዛ ሓንቲ ንብላ ዘለና ኣብዚ ዓቢ ውድድር ዝብል ንሃገራዊት ጋንትኡ ዘይምምጻእ'ዩ። ንኣብነት ቅድሚ ቅድሚ ቀለ ዓመታት ኣብ ዋንጫ ኣሜሪካ ክዕወት ኣይከኣለን፣ ሊዮኔል ሜሲ ክዕወት ኣይከኣለን። እቶም ኣርጀንቲናውያን ሽዑ እንታይ ዝብል ጸርፊ ዝጸርፍዎ ነይሮም፣ ኪድ ኣታ ዕሱብ ናይ ካቶላናውያን፣ እሷ ናይ ባርሰሎናውያን እምበር ንኣርጀንቲና እንታይ ገይርካላ፣ ኣርጀንቲናዊ ማራዶና እዩ ዝብል ንነዊሕ እዋን ንዕኡ ዘጨነቖ ነገር ነይሩ። ዓለም ከኣ ነዚ ኣሳይመንት እዚ ነዛ ስራሕ እዚኣ እዚኣ እታ ዝዓበየት መስገደል ነይራ። እንተደኣ ነዚኣ ተዓዊቱላ ሊዮነል መሲ ካብቶም ናይ ዘመናት ንብሎም ፔለን ማራዶናን መዘነኦም ክኸውን እዩ ዝብል ንነዊሕ እዋን ክካትዕ ዝጸንሐ ነገር ኣሎ ማለት እዩ። ንዕኡ እውን ካብቶም ዘወጥርዎ ዝነበሩ ዘጨንቕዎ ዝነበሩ ነገራት ነይሩ። ከም ስለ ዝኾነ ከኣ ኣብ ሓደ እዋን ኣቋሪጸዮ ንሃገራዊት ጋንታ እየ ዝጸዋት ነይሩን ዝተወሰነ እዋን ኩዕሶ ኣቋሪጽዎ ጸኒሑ ማለት እዩ። ሕጂ ግን ሓሳብ ልቡ ሰሚሩሉ ነቲ ዓለም እውን ትጽበዮ ዝነበረት ዝዓበየ መስገደል ማለት እዩ እቲ ዝዓበየ ሕቶ ዝነበረ ነዚ ክዕወተሉ ስለ ዝኸኣለ ከምዚ ዝርኤናዮ ከኣ እቲ ዝዓበየ መምዘኒ ስለ ዝኾነ ኩሉ ግዜ እቲ ናይ ሃገራውያን ጋንታታት እዚ ወዲ ከምዚ ንሪኦ ዘለና ክዕውት ኮይኑ ኣሎ ስለዚ ብናተይ መምዘኒ ይግብኦ እየ ዝብል ኣነ ይግብኦ እዩ እወ ሕራይ ምናስ ይኸቦ ግን ከምታይ ኢኻ ትብል
መራ ጽቡቕ እዩ ክትንትን ጸኒሑ ሓቂ ዘረባ ምሽ ኣሎ ንድሕሪት መሊሱ ንቅድሚት ኣምጺና ኣነ ሕጂ እንታይ ኣርእስቲ ከልዕል ዝደሊ ናይ ብሓቂ መሲ ም ሊዋንዶቭስኪ ንብል ኣለና ሕጂ ልክዕ እዩ ማለትስ ዋላ ከም ብሂልሲ እንታይ ኣሎ ክላስ ኢዝ ፐርማነንት ትብሉኻ ፔርፎርማንሲስ ቴምፖራሪ ማለት እዩ ምሻሎ እቲ ህሉው ኩነታት ዘለኻዮ ሎሚ ኣለኻ ፅባሕ እውን ኣይክትህሉን ትኽእል እቲ ክላስ ግን እቲ ደረጃኻ ግን ሓንሳብ ምስ ኣምፀኻዮ ነዊሕ ዓመት ዓቂብካዮ ክትከይድ ከለኻ እዚ እቲ ዝዓበየ ዓወት እዩ ማለት እዩ ሕጂ ኣነ ግን ብልክዕ እዩ እታ ሽልማት ናይ ሓንቲ ዓመት እያ ትውክል ናይ ሓንቲ ዓመት ክትውክል ኮላኻ ብዙሕ ረቋሒታት ኣሎ ማለት እዩ ተማልኦ ደለካ ወላ ንስኻ ኣዚኻ ብሉፅ ተፃዋታይ ኩን ክለብካ ትውስነልካ እያ ሃገርካ ትውስነልካ እያ መፃወትትኻ እውን ይውስኑልካ እዮም ማለት እዩ ሕጂ ብሊዮነል መሲ እንድሕር መፂና ልክዕ እዩ ብርቂ ተፃዋታይ እዩ ንክንደይ ዓመታት ዓለም ዘዘናገዐ እዩ። ደረጅኡ ደረጃ ኣልቦ እዩ። መዘና ኣልቦ እዩ። ምናልባት ሮናልዶ እዩ ናብኡ ክቐርብ ድኽእል ማለት እዩ። በዛ ዝሓለፈት ዓመት ግን ሮበርት ሌዋንዶቭስኪሲ እንታይ እዩ ልክዕ እዩ ባሎን ዲዮር ንብል ኣለና ማለት እዩ። ባሎን ዲዮር ሕጂ ልክ ከምቲ መራዓንቶ ይድበሎ ኣብ ኤሮጳ ዝካየድ ውድድራት ወይ ከኣ እቲ ኣብ ኤሮጳ እቲ ዝዓበየ ዝብሃል ውድድራት እንታይ ይመስልኪ? እቲ ናይ ኤሮጳ ናይ ሃገራት ውድድርን እቲ ናይ ኤሮጳ ናይ ክለባት ውድድርን እዩ እቲ ዝዓበየ ዝብሃል ማለት እዩ። ሕጂ እታ ባሎን ዲ'ኦር ዝበዝሕ ግዜ ነዘን ክልተ ውድድራት እዚኤን በሊጹ ዝተራእየ ወይ በሊጻ ዝተራእየት ክለቡ ኣብዚ ሽልማት እዚ ይኣቱ ማለት እዩ። ሕጂ እዚ ክኸውን ከሎ እቲ ነጥቢ ማለት እዩ ሕጂ ልቫንዶቭስኪ ብ ዝሓለፈ ዓመት ተሪእናዮ ርክብ ድንቂ ዝኾነ ብቕዓት ኣንጸባሪቑ ክነሱ ብሰንኪ ናይ ኮቪድ ዓሰርተ ትሽዓተ እቲ ሽልማት ኣይተዓደለን። ብዙሕ ርእይቶታት መጺኡ፣ ብዙሕ ኣዛሪቡ፣ ብዙሕ ሰብ ውን ምሻሎ ከምዚ ተዓሚጹ እዩ ድብሉ ኔሮም ስፔሻሊ ኣብ ጀርመን ደለዋ ጋዜጣታት ናይ ጀርመን ዓበይቲ ክለባት። ኣመሓደርቲ ከም መረርኦም ዘስምዕሉ እዋን እውን ነይሩ ማለት እዩ። ንምንታይ ኣብ ፊፋ ወይ ኣብ ባሎን ዲዮር ኩሉ ግዜ ከምዚ ፖለቲካ ኣሎ ተባሂሉ ኩሉ ግዜ እዩ ዝሕመይ ካብ ሽልማት ካብ ዝጅመር ማለት እዩ ኩሉ ግዜ ክሶ ይግብኦ ነይሩ ክስቶ ገለ ኩሉ ግዜ ኣሎ ማለት እዩ። ሕጂ ንኣብነት ክኾነና ኣብ ቴስዓን ትሽዓተን ዓመተ ምህረት ልክዕ ከምኣ ነገር ኣጋጢማ ማለት እዩ ኣብ ሪቫልዶን ኣብ ፊጎን ከምኣ ሽግር ኣጋጢማ ኔራ ሕጂ ንፊጎ ደሓን ኣብታ ንዓመታ ደላ ዘመሳስል መልሲ ሂቦማ ሽዑ ፊጎ ካብ ክልተ ሽሕ ወሲዱ ማለት እዩ ሕጂ ካብቲ ኣዝዩ ዘዛርብ ነበረ እዩ ልክዕ ሕጂ ሶሻል ሜድያ ስለ ዓብዩ ደሎ ከምዚ ናይ ሕጂ ኣይወዓዋዕን እዩ ኔሩ ሽዑ ግን ብጣዕሚ ክሰይ ነይሩ ማለት እዩ ዳሕራይ ብቀረባ ከኣ ብፍላይ ኣብዚ ዓዲ ኣብ ክልተ ሽሕን ኣርባዕተን እቲ ዝበዝሕ ሰብ ስለ ጽቡቅ ናይ ስፖርት ኣፍልጦ ስለ እንዳመጸሉ ዝከደ ብፍላይ ኣብዚ ዓዲ ከኣ ብቲፎዞ ኣርሰናል ድበዝሑሉ ግዜ ኩዕሶ ውን ብዓቢ ዝከታተልሉ እዋን ስለ ዝነበረ ሽዑ እዋን ውን ክልተ ሽሕን ኣርባዕተን ኣርሰናል ኣርብዓን ትሽዓተን ጸወታ ከይተሳዓረት ሓደ ሲዝን ምሉእ ናይ ዓመተ ስፖርት ፀወታ ከይተሰዓረት ዋንጫ ዝዓተረትሉ ኣብ ናይ ኤሮጳ ደረጃታት ኣብ ኣርባዕተ ኣብ ሸሞንተ ድበፀሓትሉ ብኤፍኤ ካፕ ኣብ ሸሞንተ ድበፀሓትሉ ውድድር ቴሪ ሄንሪ ኣዝዩ ብሉፅ ዝኾነ ድንቂ ብቕዓት ኣንፀባሪቑ ክነሱ እቲ ሽልማት ግን ንዚነዲን ዚዳን ተዋሂብዎ ማለት እዩ። ሽዑ ከኣ ልክዕ ሕጂ እኳ መሲ ኣዝዩ ቶፕ ደረጃ ስለ ዝኾነ ከም ናቶም ኣይኮነን ግን ኣዛሪቡ ዝነዲን ዚዳን ኣብቲ ዝወርደሉ ነበረ ኣብቲ ዝውድኣሉ ዝቀረበ እዩ ኔሩ ግን ንዑኡ ሂቦሞ ማለት እዩ ሕጂ እንታይ ክብል ደለየ እቲ ሽልማት ኩሉ ግዜ ናይ ውሽጢ ከምዚ ነገራት ኔርዎ ማለት እዩ ሕጂ ነዛ ናይ ሎሚ ዓመት ከኣ ዝያዳ ነዳዲ ዶ ወሰኸትልና ነገርካታያ ልክዕ እቲ ሽልማት ባሎን ዲዮር ቅድሚ ምግላጹ ሶኒ መዓልቲ ሰንበት ሰሙን ቅድሚኡ ማለት እዩ ኣብ ጋዜጣታት እንታይ ይወጽእ ነይሩ ሊዮነል መስስ ናይቲ ሽልማት ዕውት ምዃኑስ ኦሬዲ ፈሊጡ ይበሃል ነይሩ ማለት እዩ። ሕጂ ከመይ እዩ እዚ ዘረባ እዚ መጺኡ ከመይ እቲ ክስታ ኮይና ሽዑ ከይጀመረት ውድድር ምውዕዋዕ ተጀሚሩ ማለት እዩ ከምዚ ተባሂሉ ገሊኦም ኣይንኸይድን እና በሉ ኔሮም ንኣብነት መሓመድ ሳላሕ ሕጂ ኣይከይድን እየ ኢሉ ምስ ኤቨርተን ፀወታ ስለ ዘሎ ክወዳደር ክዳሎ ስለ ዘለና ኣይከይድን እየ ኢሉ ግን ድሮ ፀወታ ወላ ደለዎም ብፕራይቨት ነፈርቲ እዮም ከይዶም ዝምለሱ ማለት እዩ ኣይከይድን እየ ኢሉ እዋ ዋላ ድሕሪ ውድድር እውን መሓመድ ሳላሕ ሻውዓይ እዩ ወፂኡ። መሓመድ ሳላሕ ንባዕሉ ድንቂ ብቕዓት ኣንፀባሪቑ ፅቡቕ ዓመት እዩ ሕሊፉ። ነዚ ሽልማት መሲ ወሲዱ ልዋንዶቭስኪ ከምዚ ኮይኑ እሞ እንታይ ርእይቶ ኣለካ ኢልዎ ስሒቕዎ እዩ ከይዱ ነቲ ጋዜጠኛ። ኣይመለሰሉን ንሱ ማለት እዩ። ብዙሓት ዓበይቲ ተፃወትቲ ገሊኡ ከማን ካብ መስመር ድሓልፍ ርእይቶታት ይወሃብ ኣሎ ማለት እዩ። ንባዕሉ ንባዕሉ ናይታ ፍራንስ ፉትቦል ማጋዚን ቺፍ ሓላፊ ንለዋንዶቭስኪ'ዩ ኣድሚጹ'ሎ። ሕጂ ማለት'ዩ ድሒሩ ዝወጽእ ዘሎ ምስጢራት ማለት'ዩ። ዋላ ለዋንዶቭስኪ ናብቲ ገዛ ክኸይድ ከሎ ናብቲ መዓልቲ ሽልማት እዚ ነገራት እዚ ኩሉ ኣይፈልጦን እዩ ነይሩ። ብብቕዓት እንድሕር መጺና ከኣ ልክዕ እዩ ዓሚ ለዋንዶቭስኪ ኦል ኮምፕቲሽን ኣርባዓን ሸሞንተን ጎል የእትዩ። ናይ ጀርመን ቡንደስሊጋ ተዓዊቱ። ናይ ጀርመን ካፕ ተዓዊቱ። ኣብ ሃገሩ ፖላንድ ከምቲ ዝድለ ብቕዓት ኣየርኣየን። ንምንታይ እታ ሃገራዊት ጋንታ እውን ኣብ ምድካም ደላ ማለት ስለ ዝኾነት ከምቲ ዝድለ ብቕዓት ኣየርኣየን ማለት እዩ። ግን ብዓቕሚ እንድሕር መጺእና ናይ ውልቂ ሽልማት እንድዩ እዚ። እወ እወ ኔርዎ እዩ ኔርዎ እዩ ኣብ ጀርመን ንተኸታታሊ ሸውዓተ ግዜ ቻምፕዮን ድኾነት ክለብ እያ ደላቶ ንተኸታታሊ ኣበርካቲ ሰብ እዩ ኣብታ ጋንታ ካብቶም ጸለውቲ ሰባት እዩ ማለት እዩ ባየር ሚኒክ ብደረጃ ኤውሮጳ እውን ዓባይ ክለብ እያ እዝታት ኔሩ ማለት እዩ ብቲ ክሳይ ከተምጽኦ ከለኻ ማለት እዩ እወ ግን ኩሉ እንታይ እዩ መራዕ እንተወይ ተንኪፍዎ ኔሩ እቲ ሜጀር ኮምፕትሽን ዝብልዎ ኣሎ ሜጀር ኮምፕትሽን ሕጂ ናይ ሊዮነል መሲ ሕጂ ብደረጃ ባርሴሎና እንተርኢናዮ ባርሴሎና ዓሚ እቲ ዝሓመቐ ሲዝና እያ የሕሊፋ ንምንታይ ከኣ ከምኡ እብል ኣለኹ ባርሴሎና ዓሚ ኣብ ክለብ ደረጃ ሓንቲ ዋንጫ ወሲዳ ማለት እዩ ኮፓ ዴል ረይ ኣብቲ ሊግ ኣይነበረትን ሕጂ ለዮነል መሲ ልክዕ እዩ ክላሱ ስለ ክላስ በዓል ሌዋንዶቭስኪ ክላስ እዚኦም ሕጂ ብተራ ንፅዋዖም ዘለና ተፃእቲ ከምዚ ክብረቶም ክቕንሰሎም ኢለ ይኮንኩን ደረጅኡ ስለ ላዕሊ ዝኾነ መምዘኒታቱ ናቱ እውን ላዕሊ ስለ ዝኾነ ንሕና እውን መምዘኒታት ናቱ ሰት ጌርናዮ ናብ ሓንጎልና መምዘኒኡስ ካልእ እዩ በቃ ብዓይኒ ኩሉ ሰብ ማለት እዩ ምናቱ ዓሰርተ ገለመለ ዓመታት ንዓና ሓንጎልና ቃንዮምና እዮም እዞም ሰባት እዚኦም ሕጂ ብከሙ ስለ ዝኮነ መለኪዒና እታ ሓንቲ ኣድቫንተጅ ናይ መሲ ነበረት እንታይ እያ ነይራ እታ ናይ ኮፓ ኣሜሪካ ማለት እዩ ኮፓ ኣሜሪካ ከኣኒ ብደረጃ ወድድራት ናይ ፊፋ ዝስራዕ ማለት እዩ ቻምፒየንስ ሊግ ድዩ ወርልድ ካፕ ድዩ ዋንጫ ኤሮጳ ድዩ ክትልካዕ ኮላ ደደረጃታት ኣለዎ ኩሉ ውድድር ሬት ኣለዎ ካብተን ዓበይቲ ውድድራት ናይ ዓለም ትስራዕ ኣይኮነትን ማለት እዩ ብደረጃ ራብዓይ ወይ ብሳልሳይ ትኾን ማለት እያ ኮፓ ኣሜሪካ ትበሃል እቲ ዝዓበየ ሳርፕራይዝ ግን እንታይ እዩ ኣብኡ ኣርጀንቲና ሸን ሸዓተ ሚእትን ቴስዓን ሰለስተን እያ ወሲዳቶ ነቲ ዋንጫ ኣርጀንቲና ብልጽቲ ሃገረ ብውሉጻት ተጻትቲ ሓሊፎም እዮም ወላ ቅድሚ መሲ ማለት እዩ መሲ ንባዕሉ ምስ ኣርጀንቲና ኮይኑ ኣብ ዝተጻወተሉ ሰለስተ ግዜ ኣብ ፍጻሜ በጺሑ እዩ ኣጋጣሚ ክዕወት ኣይከኣለን ማለት እዩ ሕጂ ግን እታ ፍሉይነት ደላ ማለት እዩ እታ ድሕሪ ሽሕን ትሽዓተ ሚእትን ተስዓን ሰለስተን እታ ንዕኡ ከኣ ተሕምዮ ከም ዝዓንቶይ መራ ድበሎ ኣርጀንቲናውያን ንመሲ ብዙሕ ኣይፈትዎን እዮም ንምንታይ ዘይፈትዎኻ ኣይገበርካልናን ንዓና ንባርሴሎና ኢኻ ትገብረላ ደለኻ ንዓና ግን ኣይገበርካልናን እዮም ድብልዎ ናቶም ርእይቶይ እቲ ወዲ ውን ብልቢ ጽዕዩ ርእዩ በጺሑ እዩ ኣብቲ ደረጃ ክዕወት ኣይከኣለን ግን በጺሑ እዩ ሕጂ ነዛ ነገር እዚኣ ስለ ዘምጽኣ ኣብ ሓደ ዓመት ነታ ኮፓ ኣሜሪካ ስለ ዝተዓወተላ ግን እንተኾይኑ እቲ ነገር ሃይ ላይት ኮይኑ ማለት እዩ ሕጂ ኣነ ብናተይ ርእይቶ ልክዕ እዩ ብዙሕ ደረጃታት ክትሪኡ ትኽእሉ ኢኹም ወላ እውን ኣብዚ ምርጫታት እዚ ሕጅስ ካብቲ ብቐዳማይ ትማሊ ደየ ገለ ከማን ኢንተርነት ር ነረ ኣጋጣሚሲ ናይ ቶጎን ናይ ኣዘርባጃንን ጋዜጠኛታትሲ ንሜሰን ማውንትስ ሳልሳይ ደረጃ ኣእትዮሞ ኣብቲ ውድድር። ሜሰን ማውንት ኣብቲ ቶታል ውድድር መበል ዓሰርተ ትሽዓተ እዩ ወዲኡ ግን ኣብቲ ቶፕ ስሪ እትዮሞ ናይ ብሓቂ ኣብቲ ቶፕ ስሪ ክኣቱ ይግብኦ ድዩ ኣይግብኦን ንሕና እውን ነናትና ገምጋም ኣለና ምክንያቱ ልዋንዶቭስኪ ድዩ መሲ ድዩ ሳላሕ ድዩ ጀርጂኒዮ ድዩ ገለ ንብል ኣለና ማለት እዩ ግን ብሓፈሻ እቲ ውድድር ብናይ ዓመት ውድድር እንድሕር ኮይኑ እወ ንኣብነት ጀርጂንዮ ሕጂ ልክዕ ከም በዓል መሲን ከም በዓል ሊቫንዶቭስክን ጽቡቕ ዝኾነ ዓመተ ስፖርት ኣሕሊፉ ኢልካ ብቲ ዝተጻወቶን ዘበርከተላን ንቸልሲ ንጥልያን ክትርኢ ተኾንካ ኣይትመዝኖን ኢኻ ግን ጀርጂንዮ ግን ኣብቲ ውድድር ኣትዩ ኣሎ ማለት እዩ ሕጂ ጀርጂንዮ ግን እንታይ እዩ ናቱ ኣድቫንተጅ ተልኪ ምስ ክለቡ ዕውት ናይ ኤሮጳ ኮይኑ ምስ ሃገሩ ከኣ ዕውት ናይ ኤሮጳ ኮይኑ ኣዋእትዩ ማለት እዩ ሜጀር ኮምፕቲሽን ስለ ዝወሰደ ማለት እዩ ብ በቲ ኣበርክቶ ክንደይ ስታስቲክስ ናቱ ሕጂ ብልክዕ ሕጂ ኣይ ኣይሓስቦን ግን ምስኦም ከተወዳድሮ ከለኻ ኣብ ደረጃኦም የለን ማለት እዩ ግን ከምዚ ስለ ዝኾነ ሕጂ እቲ ብዙሕ ንመሲ ይወሃብ ንልዋንዶቭስኪ ይወሃብ ድበሃል ደሎ ኣርእስቲ ሕጂ ልቫንዶቭስኪ ኣነስ ኣብዚ ግዜ እዚ ወዲ ሰላሳን ክልተን ዓመት እዩ ዓሚ ኣብ ቡንደስሊጋ ኣርባዓን ሓደን ጎል ኣእትዩ ኣርባዓ ጎል ኣእትዩ ገርድ ሙለር ድበሃል ተጻዋታይ ናይ ቀደም ታሪኻዊ ኣብ ሃገራዊት ጋንታ ይኹን ኣብ ባየር ሚኒክ ይኹን ጅግና ዝነበረ ሰብ ናቱ ሪከርድ እዩ ሴሩ ዓሚ ማለት እዩ። እዚ ዓመት እዚ ብምንም ተኣምር ክደግሞ ኣይክእልን እዩ። ንምንታይ ልዋንዶቭስኪ ክላስ ንፉዕ ተጻዋታይ እዩ እምበር ደረጃ ናይ በዓል መሲ ናይ በዓል ሮናልዶ ኣይኮነን። እዚ ዓመት እዚ ዝሕለፎ ክደግሞ ሆማን ይኽእል ድዩ ንዓይ ተልክኒ ኣነ ኣብ ምልክት ሕቶ እየ ደእቶ ሕጂ ከምዚ ዓመት እዚ ኣሕሊፉ ክነሱ ሲ እንታይ ኮይኑ ክንድዚ ነዚ ዝዓበየ ሽልማት ዝበሃልስ ዘይዕወተሉ ደኣ ብዙሕ ሽልማታት ነይሩ ዋላ ነዊሕ ከይከድኪ ሉካ ሞድሪች ተሸሊሙ ነይሩ ቅድሚ ክልተ ዓመት ድዩ ዝኸውን ዘሎ ተሸሊሙ ነይሩ ማለት እዩ ሉካ ሞድሪች ኣብ ኤሮጳ ናይ ክለብ ውድድር ተዓዊቱ ኣብቲ ክለብ ኣብቲ ውድድር እቲ ክርስቲያኖ ሮናልዶ ዝበለፀ ሸቶ ኣመዝጋቢ ነይሩ ምስ ኣብ ዋንጫ ዓለም ከኣ ናይ ፍጻሜ ከኣ በጺሑ ብፈረንሳ ተሳዒሩ ማለት እዩ። ሕጂ በቲ ኣበርክቶ ክትሪኦ ከለኽሲ፣ እወ ተረዲእኒ፣ በቲ ኣበርክቶ ክትሪኦ ከለኽሲ እቲ ብልክዕ እንታይ እዩ ነቲ ሰብ ዘዕውቶ ደሎ ሓደ ሓደ ግዜስ ኣብ ምልክት ሕቶ ኢኻ ዋላ ተእትዎ ማለት እዩ። እሰይ ኣታ ካታዒት ዘላ ሕጂ እወ እታ ሕጂ ቀንዲ ካታዒት እታ ደይ ትግብኦ ትብል ዘላሲ ኣብዛ ውሽጢ ዓመት ዝነበረት ንባለንዲኦር ሽልማት ክዋሃቦ ዝግብኦ ዝበቕዓሲ ድበልጾ ልክዕ ነይሩ እወ እዩ።
ኣነ ልዋንዶውስክስ ብልክዕ ይግብኦ ነይሩ እየ ድብል። ሐራይ መራ ከምዚ ክትሪኦ ዝጸናሕካ ምናሴ ኣይግብኦን እዩ ነይሩ ንልዮኔል መሲ ክብል ጸኒሑ ንስኻ ድማ ይግብኦ ኢሉ ሕጂ ናቱ ነጥብታት ክገልጸልና ጸኒሑ እንታይ እዩ እቲ ውህሉል ብቕዓቱ ድዩ እዚ ኩሉ ክህቦ ዝጸንሐ ነጥብታት ናቱ መልሲ ዘለካ ኢኻ ትመስል ሞኒ እንታይ ትብሎ ተወሳኺ ንምናሴ? ሕጂ እንታይ ኢኹም ትብሉ ምናሴ ክብሎ ዝጸንሐ ብዙሕ ነገር ተነገር ኢና ንብል ን ሕጂ ህሉው ነገር ህሉው ብቕዓት ንብሎ ን ብዙሕ ግዜ ህሉው ብቕዓት እንድዮም ዝብሉ ንኣብነት በቲ ሓደ ወገን እንታይ ከምቲ ምናሴ ዝበሎ ንኣብነት ካናባሪ ክብኡ ከሎ እቲ ዓመት እትስ በታ ናይቲ ኣሽዓ ብቕዓት እያ ን ሕጂ ኩሉ ግዜ ሽልማት ክመጽእ ከሎ ናይ እታ ህሉው ነገር ኢና ንብል ማለት እዩ። ግን እንታይ እዩ ከምዚ ክንብሎ ዝጸናሕና ኣብ ህሉው ነገር ከ እንተመጺእና ከሊዮኔል መስኽ ከምዚ ክንብሎ ዝጸናሕና ክልተ ነገር ንሃቦ ሕጂ እንታይ እዮም ብዙሕ ንብዙሕ እዋን እንታይ እዩ ዝበሃል ነይሩ ማራዶና ዊን ዊን ይብልዎ ነይሮም ሜሲ ግን ዊን ሉዝ ይብልዎ ነይሮም እንታይ ማለት እዩ ማራዶና ኣብ ክለብ ዕውት ኣብ ሃገራዊት ጋንታ ዕውት ንኣብነት ኣብ 86 ዳርጋ ንበይኑ ኮይኑ ማለት እዩ ኣብቲ ግዜ እቲ ምስቲ ዝነበረ ኩነታት ኣብ መንጎ እንግሊዝን ኣርጀንቲናን ዝነበረ ብፎክላንድ ደሴት ግጭት ስለ ዝነበሮም ኣነ ሕነ ክፈድየልኩም እየ ነቲ ሽዑ ወተሃደራዊ ሓይሊ ዝሰዓሩና ኢሉ ሽዑ ተራእዩ ዘይፈልጥ ንዕኦም መንጢሉ እዩ ዋንጫ ኣምጺኦ ንግስቲ ኤልሳቤጥ ናብ ዓዲ እንግሊዝ ከይኣቱ ኣውሮፓውያን ከምኡ ነዊሕ ዘዛረበ እዩ ነይሩ ማለት እዩ ማራዶና ማለት እዩ ስለዚ ምስ ሰብ እንዲኻ ትዋረ ነዚ ክብሪ እዚ ነዚ ክብሪ እዚ እዩ ሕጂ ደድሕሪ እዚ ክብሪ እዚ ከይጸንሑ ሊዮነል ሜሲ ማለት እዩ ከምኡ ዓይነት ከተምጻልና ኣለካ ሕጂ እንታይ እዮም ዝብልዎ ነይሮም ሊዮነል ሜሲ ግን ዊን ሉዝ ምክንያቱ ኣብ ሃገራዊት ጋንቱ ፍሹል ኣብ ክለቡ ዕውት እዮም ክብልዎ ጸኒሖም ሕጂ ሓንቲ ዊን ሓንቲ ሉዝ እያ ጸኒሓ ንክልቲኤን ዊን ዊን እንድሕር ገይርወን ሽዑ ዋይናት ሕጂ ማለት ናበይ እዩ መዘኑ ኣብዚ ምስ በዓል ልዋንዶስኪ ዘይኮነስ ናበይ ድድይብ ዘሎ ማለት እዩ ናብቲ ክድይብ ግድን ነይሩ ማለት እዩ እዚኣ እታ ዝዓበየት ገድሉ ነይራ ናቱ ማለት እያ ካልእ ናይ ጋንታዊ ቅልውላው እዩ ነይሩ ማለት ናይ ባርሰሎና ቅልውላው እዩ ነይሩ እምበር ውልቃዊ ቅልውላው ኣይነበሮ ናይ ሊዮኔል መሲ ከምቲ ክንብሎ ፀን ኣርባዕ ሸቶታት ኣመዝጊቡ ልዋንዶውስኪ ግን ኣብ ብልጽቲ ጋንታ ማለት እዩ ኣብ ብልጽቲ ጋንታ ኣብ ብቕዓት ዝነበረት ጋንታ እያ ጋንትኡ ናዚኣ ትሕግዘካ እያ ማለት እዩ እዚ ግን መን የመስለኪ እቶም ኣብታ ጋንታ ቀንዲ ተጻዋቲ ዝነበሩ ዛብን ኢኔስታን ምስ ከዱ እታ ጋንታ ሽዑ ተበቲና ጸኒሓ ማለት እያ ስለዚ በይኒ ነታ ጋንታ መሪሕዋ ከይድ ጸኒሑ ኣብቲ ኩሉ ዝገብሮ ዝነበረ ውድድር እንተሪእናዮ ንበይኒ ነታ ጋንታ ጎቲትዋ ከይድ ጸኒሑ ማለት እዩ ስለዚ ናይ ጋንታ ቅልውላው እዩ ነይሩ እምበር ናይ ውልቂ ቅልውላው ኣይነበረን ናይ ውልቂ ኣብ ሽልማት ካብ መወዳእታ ጋንታ ኣይኮነትን ትሽለም ዘላ

ሕራይ ከም እንፈልጦ ሮናልዶን ሜሲን ናይ ነዊሕ መቐናቕንቲ እዮም ኣብዚ ሽልማት። ኣብዚ ሕጂ እዋን ሮናልዶ ወዲ ሰላሳን ሽዱሽተን ዓመት ኮይኑ ኣሎ፣ ሜሲ እውን ወዲ ሰላሳን ኣርባዕተን። ኣብ ናይ ዝሓለፈ ዓመት ብቕዓቶም ኣነጻጺርና ሜሲ ኣብ ፒኤስጂ ከምኡ'ውን ሮናልዶ ኣብ ማን ዩናይትድ ኮይኑ ዘካየድዎ ብቕዓት ነዚ ዝመጽእ ዓመት ዝወሃብ ሽልማት ባለንዲ'ኦር ይበቕዑ ድዮም? ንዚ ህሉክ ኩነታቶም ወይስ እቲ ናቶም ንግስነት ዝፈረሰ እዩ ዝመስል ዝብል ርእይቶ እንታይ ሓሳብ ኣለካ ተካፍለና ወይ ርእይቶኻ እንታይ ይመስል? ማት ከም ሓሳብ ኩሉ ግዜ ኣብ ርእሰይ ትማላለስ ሓሳብ እያ ኔራ ንምንታይ እያ ከኣ እታ ሓሳብ ትማላለሰኒ ዓንቶይ መራ እንታይ ኢሉ ከምዚኦም ዓይነት ብርቂ ተጻቲ ኣብ ቀረባ ዓመታት ኣይትረኽቦምን ኢኻ። ኣብ ዕስራ ዓመት ኣብ ሰላሳ ዓመት ኢኻ ትረኽቦ ዘመን ናይዚኦምሲ ወላ እቲ ብናእሽትኦም ክጅምሩ ከለዉ ክርእዮም ከለኹስ እቲ ኣደያይባ ኣስካልኦም ብጣዕሚ እዩ ቅልጡፍ ዳሕራይ እቲ ዝዓበየ ነገር ከኣ እቲ ኣብኡ ምስ ደየቡስ ኣብኡ ምጽንሖም ከኣ እቲ ዝዓበየ እቲ ናቶም ናብዚ ደረጃ እዚ ንክበፅሑ ከምዚ ኖርማል ኢንዲቪዥዋል ታለንት እዩ፣ ክእለት ጊፍት እዩ ገለ ድበሃል ነገራት ኣሎ። ዋላ ኣብዚ ዓድና ሕጂ ብብዙሕ ትሰምዖ ኢኻ። ሓደ ሰብሲ ብፃዕሪ ደምፆ ብገለ ደምፆ ገለ ድበሃል ዘረባታት ኣሎ። ሓደ ሰብ ግን ኣብ ላዕሊ ፀምበለል ኢሉ ክፀንሕ እንድሕር ኮይኑ ብርቱዕ ሰብ እዩ ማለት እዩ። ብርቱዕ እዩ ዋላ ኣብ ኣእምርኡ ብርቱዕ እዩ ማለት እዩ። ክንድዚ ዓመት ነዛ ዓለም ኣዘናጊዖማ ኣነ ንዓመታ ሓቂ ዘረባ ከምዚ ዘለዎ ዝቕጽሉ ኮይኑ ኣይስምዓንን እዩ ንምንታይ ከኣ ብጣዕሚ ድኻም ኮይኖም ዋላ ንዓኣቶም ክትሪኦ ከለኺ ንኣብነት ክርስትያኖ ሮናልዶ ሕጂ ናብ ማንችስተር ዩናይትድ መጺኡ ማንቸስተር ዩናይትድ ከምዚ ፕሮጀክት ጋንታ እያ ደላ ሕጂ ማለት እዩ። ናበይ መኣዝ እንተኸይድ ከማንስ ኣብዚ ደረጃ እዚ ኮንካ ክትመዝና ዘይትኽእል ማለት እዩ። ፕሪምየር ሊግ ከኣ ንባዕሉ ከቢድ እዩ። ንሓደ ወዲ ሰላሳን ሽዱሽተን ዓመት ኣዝዩ ከቢድ ውድድር እዩ። ናብ ሊዮነል መሲ ክመጽእ እንተኾይነ ከኣኒ ካብ ቁልዕነቱ ኣብ ሓንቲ ክለብ ኣብ ሓንቲ ከተማ ምስ ዝፈልጦም ከምዚ ምሽ ዝፈልጦ ሃዋህው ዝፈልጦ ባይታ እዩ ነይሩ ማለት እዩ። እዚ ክንድዚ ዓመታት ክትጸንሓ ውሃ ልክዕ'ዩ ኣብቲ ርእሲ መንፍዓቱ ኣብቲ ርእሲ ዓቕሙ ይሕግዘካ እዩ እሱ'ዃ ሕጂ ናብ ፈረንሳ መጺኡ ኣሎ ኦሬዲ ከማን ን ከቃልሎ ኢለ ኣይኮንኩን ግን ናይ ባርሴሎና ምውቕ ድበለ ከተማ ስለ ዝኾነ ናይ ፓሪስ ቁሪ'ሲ የማርሮ ኣሎ ዝብል ሕሜታታት ውን ትሰምዕ ኢኻ ማለት እዩ ሕጂ እታ ክብል ኢለ እየ እቲ ፋሚልያር ድኾነ ኢንቫይሮመንት ክትእለይ ኮለኻ ኩሉ ግዜ ሽግር እዩ እሞ ኻኣ ኣብቲ ዝዓበኻሉ ዕድመ ማለት እዩ እዚ ኸማን ከም ቆልዑት እዮም እቲ ህርፋን ናቶም ኣብቲ ዓወታቶም ኣብቲ ውድድሮም ደሎሲ ከም ጀመርቲ ወሰድቲ እዮም ድመስሉ ኣነ ኣዝየ እየ ደድንቖም ብጣዕሚ እየ ደድንቖም ካብ ንዓመታ ንኔው ግን ግዜ በዓል መሓመድ ሳላሕ ዝመጸ ኮይኑ ይስማዓኒ ኣካይድኡ ክሪኦ ከለኩ ብጣዕሚ ንላዕሊ ንላዕሊ ንላዕሊ እንዳ ደየበ እዩ ድከይድ ደሎ እቲ ብቅዓቱ ክትሪኦ ግዜ በዓል ምባፔ ውን ንኣብነት እዚኦም ብውልቂ ብውልቂ ዘኪረዮም እምበር ኣለዉ ድንቂ ብቅዓት ዘንጸባርቁ ደለዉ ተጻቲ በንዚማ ክትብል ትክእል ቁሩብ በንዚማ ውን ንእሽተይ ኣይኮነን ሳሳን ክልተን ዓመት እዩ ኣለዉ። ኣዝዮም ናኣሽቱ ውን ኣለዉ ብሕጂ ፊቸሮም ንመጻኢ ትብሎም ከም በዓል ፔድሪ ኣንሱ ፋቲ ድበሃሉ ኣለዉ ኣብ ባርሴሎና ኣብ ባየር ሚኒክ ውን ከምኡ ናኣሽቱ ብዙሕ ፊቸር ደለዎም ትብሎም ኣለዉ ወላ በዓል ዓዲ እንግሊዝ ውን ከምኡ ትሪኦም ተጻወቲ ኣለዉ እዚ ዘመን ናይ በዓል መሲ ሮናልዶስ ካብ ንዓመታ ኣብ ቶፕ ውድድራት ክብሉ ብዙሕ ትጽቢት ኣይብለይን ግን ልክዕ እዩ ሓንሳብ እቲ ክላስ ናቶም ስለ ሰት ዝገበሮ መሲ ሕጂ ኣርብዓ ጎል ሓምሳ ጎል ተስዓን ሓደን ጎል ዘእተወሉ ግዜ ውን ዓመት ኔሩ ቀሊል ኮይኑ እዩ ዝስምዓካ ኣብ ሓደ ዓመት ማለት እዩ ምሉእ ኣርብዓ ጎል ኣእትዩ ግን ውሒዱ እዩ ኢልና ንዑ ንምንታይ ሳንዳርስ ስለ ሰት ገርልና ዝጸንሐ ማለት እዩ ኣርብዓ ጎል ግን ካልእ ሰብ ኣይእቱን እዩ ክርስትያኖ ሮናልዶ ሰላሳ ጎል የእትዩ ንብል ኣለና ጁቬንቱስ ግን ዋንጫ ኣይወሰደትን ዓሚ ሕማቕ ዓመት ኣሕሊፉ ንብሎ ማለት እዩ እንታይ እዩ ስታንዳርድ ስለ ሓንሳብ ሰሪዖምልና ዝጸንሑ መምዘኒታትና ላዕሊ እዩ ናቶም ዓመት ዓመት ኮኒ ብጽቡቕ ብቕዓት ዘሕለፉ ተጻወትቲ ከለዉ ንኣብነት ሞድሪች ጽቡቕ እዚ ዓመት ኣሕሊፉ ትብል ኢኔስታ ጽቡቕ ዓመት ኣሕሊፉ ትብል ገለገለ ናይዚኦም ግን ዓመት ዓመት ኮይኑ ሕጂ ምስኦምሲ ካብ ንዓመታስ ብዙሕ ክሳ የብለይን ኣየ ስኒትካ ይጎድል ኣሎ ማለት እዩ። እወ እወ።
መራሒ።
ኣወ ጽቡቅ ሕጂ ከምዚ ምናሰ ክብሎ ዝጸንሐ ብሓመድ ሳላሕ ሕጂ ንኣብነት ኣብዛ ሰዓት እዚኣ እታ ህሉ እታ ኩሉ ግዘ ንብላ እንድያ ሕጂ እታ ድምር ውህሉል ዘይኮነስ እታ ሕጂ ዘላ ኣብዛ ሰዓት እዚኣ ሕጂ ሙሉእ ዓለም እንታይ ይብላ ኣሎ ዋላ ብ ቀዳይም ክሎፕ ይብሎ ኔሩ ሕጂ በለጸ ኣብዛ ሰዓት እዚኣ ንበለጸ ኣሎ ኣብዛ ሰዓት እዚኣ ጥራሕ ሕጂ እታ ኣንቶይ ንብላ ዝነበርና ኣብታ ከንሲስተንሲ ንብሉዋ እንታይ እዮም ዝብሉ ኩሉ ግዘ ብ ኩዕሶ እግሪ እታ ከንሲስተንሲ ኢዝ ዘ በስት ኳሊቲ ይብሉዋ ን ቀዋምነት ቀጻልነት ትብል እዚኣ እያ ሕጂ እታ ቀንዲ መምዘኒ ሓንቲ ጋንታ ወይ ሓደ ውልቀ ሰብ ድሕሪ ፍላክቸዌት ዝገብር ኮይኑ ሎማዓንቲ የስዓ ጽባሕ ስሳ ገለ ዝወርድ ኮይኑ ኣብቲ መምዘኒ ናይ ፊፋ ውን ክስታይ እንዳገበሩ ኣብቲ መምዘኒ ናይ ኩዕሶ እግሪ ሰብ ቀዋምነት እታ ኩሉ ኣሎ ሕጂ እዚኦም ክልተ እዚኦም እሱይ ድዩ ኤርትሩ ይብል ልጮም ንኣብነት ሓደ መዓልቲ ሓደ ግዜ እንታይ ኢሉ ሞሪኖ እንታይ ኢሉ ናይ ሮናልዶ ዝገርመንስ ቅድሚ ልምምድ ሓደ ሰዓት ይቅድመና ትረኒን ምስ ወዳእና ሓደ ሰዓት ይውስኽ ኢሉ ማለት እዩ እዚ ያው ከምቲ ሓንቲ በይናሰ ድበሎ ተውህቦ ንበይናሰ እንታይ እያ እሞ ተውህቦ ንበይና ሓንቲ ንእሽተይ ነገር እያ ናትካ ተገዳስነት ናትካ ጻዕሪ ከኣ ማለት እዩ ስለዚ እዚ እዚ ተውህቦ ተውህቦ ተውህቦ በይና እንታይ እያ ትገብረልካ? ንእሽተይ ነገር እያ ከምዚ ዘርእያኖ ዘድጽ ኢልካ ዘሪእካያስ ፍረ ኣይትፈርን እያ። ክትከናኸና ክትክእል ኣለካ ማለት እዚኦም ከዓ ሕጂ ብኹሉ ብጻዕሮም ብኹሉ ነገሮም ማለት እዩ። ሕጂ እዞም ተጻወቲ እዚኦም ብኹሉ ስነ ምግባሮም ካብ ኩዕሶ እግሪ ወጻእን ኩላህና ንፈልጦም ኣብ ስነ ምግባር ጹ ንኣብነት ሮናልዶ ኣብ ዓለም ጽጉማት ብምሕጋዝ ኣብ ቀዳማይ ደረጃ ይስራዕ ማለት እዩ። ምስቲ ኩሉ ነገራቶም ሕጂ ክሳብ ሕጂ ክቅጽሉ ጸኒሖም ኩሉ ግዜ ግዜ ከዓ እንታይ ኢና ንብል ሰለስተ ናይ ግዜ መድረኽ ኣሎ ሕሉፍ ህሉው መጻኢ ማለት እዩ። ሕጂ ናይ ትማሊ ታሪኾም ጽቡቕ ስለ ዝኾነ ነቲ ናይ ጽባሕ ታሪኾም እውን ይሕግዞም እዩ። ሕጂ እንታይ ኢና ንብል ዘለና ብሓፈሻ ክልተ ብክልተ ነገራት ኣብ ክንዲ ኣብ መደምደምታ ምብጻሕና ኣብቶም ኣብ ጋንታታቶም እውን ስለ ዝምስረት ማለት እዩ። ሕጂ ናይ ሮናልዶ ጽቡቕ ዕድል እንታይ እዩ ኣብታ ብቁልዕነቱ ዝነበራ ናብ ገዝኡ እዩ ተመሊሱ ናብታ ናይ መጀመርያ ጋንትኡ። እዚ ኩሉ ዓይነት ሞራል እዩ ዝወሃቦ ማለት እዩ። ካልኣይ ነገር ሕጂ እታ ጋንታ ዋላ ኮምታ ኣንቶይብና ሰደ ክብላ ዝጸንሐ እታ ጋንታ ድኽም ኢላ ተጸንሐት ኩሉ ግዘ ኣብ ዘመናዊ ኩዕሶ እግሪ ዝዓበየ ተራ ዘለዎ ኣሰልጣኒ ቸልሲ ውን ንዓ ዝሓለፈ ዓመት ንዝክር ኣይና ምሽ ኣብ ከምዚ ተቻዒቱ ከላ እዩ መጺኡ ዐዊትዋ ማለት እዩ እዚ ሕጂ ናብ ማንቸስተር መጺኡ ዘሎ ኣሰልጣኒ ከኣ ሓደ ዓይነት ካብኦም እዩ ካብቶም ዝነፍዑ ጀርመናውያን ከም በዓል ክሎፕ ከም በዓል ባየር ሙኒክ ዘሎ ከምዚ ናይ ቸልሲ ኣሰልጣኒ ሕጂ ከምኦም እዩ ማለት እዩ እሱ እውን ንዓመታ እንታይ ከርእየና ይኽእል እዩ? ክቕይራ ይኽእል እዩ። እተን ጋንታታት እውን ድሕሪ ተዓዊተን ከኣ እቶም ተጻወትቲ እንታይ ክኾኑ እዮም? ሕጂ እንታይ እዮም ዝብልዎ? ኩሉ ግዜ ዓበይቲ ጋንታታት ክጋጠማ ከለዋ ኣብቲ መወዳእታ እንታይ እዮም ዝብሉ? ከምዚ ድወል ፐርፐስ ዝብልዎ እቲ ውልቀሰብ ምስ ውልቀሰብ እቲ ጋንታ እቲ ክለብ እቲ ምስ ክለብ ማለት እዩ። ሕጂ ንኣብነት ንበሎ ፒኤስጂ ብልጽቲ ጋንታ እያ። መዓት ኮባኹብቲ ኣለዋ። እንድሕር ንዓመታ ኣሕጢምናስ እንድሕር ናብ ቻምፕዮንስ ሊግ ፋይናል በጺሓ እሞ ከኣ ሜሲ ኣውዳ ዓበየ ጸወታ እንድሕር ሃልይዎ ከይፈተኸ ይርሓ መሳልዕ ካብ ኣንጻሩ ከኣ እንድሕር ሊቨርፑል ዋላ ሓንቲ ደይወጽኢላ ንመን ኢኻ ክትገብር ማለት ናብኦም ኢኻ ክትመጽእ ማለት ናብታ ንብላ ዘለና ሮናልዶ እውን ከምዚ ንብሎ ዘለና እዚ ንብሎ ዘለና ሰልጣን ከምቲ ዓሚ ንቸልሲ ዝገበራ እዚ ጀርመናዊ ካልእ እዚ ናይ ማንቸስተር እውን ከምኡ ተገይርዋ ስለዚ እንታይ ክብል ደልየ ከምቲ ቢናሰ ዝበሎ ኣብዞም ክልተ ተጻወቲ እዚኦምስ ኣብ ግዜ ንምርኮስ እዩ ሕጂ ኣብ ቀራና መገዲ ኣለዉ ኢልና ተገደፍናዮም ሕሸና ንክልቲኦም
ምናሴ ኣብ ዝሓለፈ ሓሙስ ክልተ ታሕሳስ ማለት እዩ ናይ ነዊሕ ግዜ መቀናቐንቲ ማንቸስተር ዩናይትድን ኣርሰናልን ግጥም ኣካይደን ነይረን ኣብቲ ግጥም ድማ ናይ መጀመርያ ሸቶ ብወገን ኣርሰናል ተመዝጊባ። እዚ ድማ ንብዙሓት ሰባት ኣካታዒ ኣርእስቲ እዩ ኮይኑ ቀንዩ። እቲ እታ ዝተመዝገበት ሸቶ ፌር ፕለይ ኣይነበረትን ወይ ነይራ ዝብል ክትዕ ነይሩ። ብወገንካ እንታይ ትብል? ኣነ ብናተይ ርእይቶ እቲ ጸወታ እንታይ እዩ ልክዕ እዩ ፌር ፕለይ ማለት ከምዚ ፌር ፕለይ ክትብልን ሕጊ መጻወትን በበይኑ ኣርእስቲ እዩ ቀዳማይ ነገር ማለት እዩ ፌር ፕለይ ማለት ሕልናኻ ወቒስካ ወይ ከኣ ብስነ ልቦና ተደሪኽካ ትውስኖ ውሳኔ ማለት እዩ ሕጊ ግን ሕጊ እዩ ልክዕ ኣርሰናል ማንቸስተር ታሪኻውያን መቐናቕንቲ ጋንታታት ኢና ንብለን ብፍላይ ኣብዚ ዓድና ኣዝዩ ብርቱዕ ህልኽ ኣብ ቲፎዞ ኣብ ስምዒት ኣብ ገለ ዝኣቱ ነገራት እዩ ኔሩ ማለት እዩ እዚ ኩሉ ዝሓለፈ ዓመታት ክትሪኦ ከለኻ ሕጅስ ብዓይኒ መቐናቕንቲ ክትሪኤን ሕጂ እቲ ናይ ቀደም ረስኒ ሕጂ ዝሒሉ ስለ ዘሎ ቁሩብ ከም ካልእ እመስል ይኸውን እዩ ኣነ ግን ከም ኣነ ከም ናተይ ሪኢቶ ኣነ ሕጂ ቲፎዞ ማንችስተር ዩናይትድ እየ ግን ብናተይ ሪኢቶ እታ ጎል ክትጸድቕ ዳኛ ስለ ዘጽደቐ ኣነ ይድግፎ እየ። ንምንታይ ከኣ ይድግፎ? ቀዳማይ ነገር ሓላዊ ልዳት ማንቸስተር ዩናይትድ ዳቪድ ደሃያ ምስ ወዲ ጋንቱ እዩ ተጋጭዩ፣ ምስ ፍሬድ እዩ ተጋጭዩ። እሱ እውን ከም ኣነ ከም ናተይ ምሽ ኣብ ከምዚ ዓይነት ዓቢ ውድድራት መንፈስ ክህልወካ ጽቡቕ እዩ። ወላ ከቢድ ማህረምቲ ሃሪሞም ከለዉ ገለ እታ ኩዕሶ ስጋዕ ትመውት ትመውት ክብል ከለኹ ከኣ እታ ኩዕሶ ስጋዕ ወይ ፎርወርድ እያ ክትወጽእ ወይ ኣባኻ ድያ ክትወጽእ ኣብ ቁጽጽርካ ክሳዕ ዘይወዓለት ንስኻ ስጋዕ እታ መጠረሽታ ደቒቕ ክትቃለስ እዩ ዝግብኣካ ማለት እዩ ሕጂ ኣነ ካብ ንኣርሰናል የእትዮማ ፌርፕለይ ኣይተጻወቱን ከምዚ ኣይኮኑን ካብ ዝብል ኣነ ቀዳማይ ንደቪድ ደኸያ እየ ዝነቕፎ ማለት እዩ ንምንታይ እቲ ማህረምቱ ማዕረ ክንድምንታይ ከቢድ ነይሩ ኣብታ እዋን እቲኣ እሱ እዩ ዝፈልጦ ግን ድሕሪ እቲ ሕክምና ገይሮምሉ ተሲኡ ብድሕሪኡ ዝቐፀሎ ፀወታ ኣብ መበል ዓሰርተ ሸሞንተ ደቒቕ እዩ ኣጋጢሙ መጀመርያ ፀወታ ማለት እዩ ሕጂ ዳቪድ ዴኸያስ ቁሩብ ኣብቲ ኩነታት ከምዚ ሰንኮፍ ዝነበረ ኮይኑ ዝስምዓኒ ትርር ኢልካ ተሃሪምካ ከለኻ ዋላ ተፀሚምካ ስጋዕታ ኩዕሶ ኣብ መፈፀምታ ትበፅሕ ትቃለስ ብድሕሪኡ ክትሕከም ድዩ ደለካ ክትረኣይ ድዩ ደለካ ከኣ ተወሳኺ ነገር እዩ ማለት እዩ። ሕጂ ኣርሰናል ነታ ጸወታ ምጽዋቶም ልክዕ'ዩ ፌር ፕለይ ክጻወቱ ይኽእሉ ነይሮም እዮም ብሕልና ማለት እዩ ግን ኣይተጻወቱንካ ሕጂ ኣነ ንኣርሰናል ፌር ፕለይ ኣይተጻወቱን ኢለ ካብ ዝነቅፍ ዴኽያ ዴኽያ ኣብታ ኩነታት እቲኣ more ምሻሎ ካራክተር ሃልይካ ፐርሰናሊቲ ሃልይካ ዓቢ ጸወታ ኢዩ ናይ ዓባይ እንግሊዛዊት ክለብ ሓላዊ ልዳት ኢኻ ደለኻ ሕጂ ኣብዚ ቁሩብ ኣነ ቁሩብ ንዑ ይነቕፎ።
ሕጂ ኣብኣ ኣብታ ትውስኽ እንታይ ድያ ኩሉ ግዜ ፌር ፕለይ ከም ዝብናሰ ክብሎ ዝጸንሑ እንታይ ኢኻ ትገብር ኩሉ ፌር ፕለይስ ናይ ሕልና ዳኛ ንምንታይ ኢዩ ዝወርድ ሕጊ ከተግብር ኢዩ ዝወርድ ኦኬ ምሽ ሕልና እዚ ምስ ሕልና ዝተኣሳሰር ኢዩ ሕጂ እንታይ እዩ ኣብታ ናይ ቅድሚ ሕጂ ከምዚ ዓይነት ፍጻመ ብዙሕ ግዜ እዩ መጺኡ ማለት እዩ እንታይ እዩ ኣብ ክልተ ሽሕን ክልተን ፎለር ዝበሃል ናይ ሊቨርፑል ተጻዋታይ ማእከላይ ዳኛ ቅላዕ መቕጻዕቲ ንዕሱ ንዕኡ ሂብዎ ማለት እዩ ንሱ ከዓ ተስፍዩ ኣነ ባዕለይ እየ ወዲቐ ናተይ ጌጋ እየ ስለዚ እዛ ድሃብካኒ ተጋጊኻ ኢኻ ኢልዎ መቕላዕያ ነቲ ቦርቴለ ሃቦ ኢልዎ ነቲ ቦርቴለ ሂብዎ መጺኡ ማለት እዩ ኮነ ኢሉ ገይርዎ። ሕጊ ዳኛ ኩሉ ግዜ ሕጊ ከተግብር እዩ ዝወርድ ማለት እዩ። ፌር ፕለይ ሲ ምስ ሕልና ዝጣ ክልተ ዓይነት ግዴታ ኣሎ ኩላህና ከም ንፈልጦ ምሽ ናይ ሕልና ግዴታ ናይ ሕጊ ግዴታ ዝባሃል ኣሎ። ናይ ሕልና ግዴታ ምስ ሰብኣውነት እዩ ዝተኣሳሰር። እዚ ባዕሉ እዩ እቲ ተጻዋታይ ዝገብሮ። ፊፋ ሕል ከምቲ እስኻ ከምዚ ክሰይኖምሎ ኢኖ ከምቲ እስኻ ክትህሰደይ ትደሊ ሰባት ከኣ ናይ ሰባት ስቓይ ክርድኣካ ኣለዎ ማለት እዩ። ቅድሚ ሕጂ ውን ከምዚ ክንብሎ ዝጸናሕና ተዋሂቡ ፍጹም ቅላዕ ዝተዋሃበ ህረማ ምስ በሎ ሳይ ሀርማን እየ ኣነ ተጋግየ ኢሉ ነቲ ፖርቲየለ ናይ ዓመጽ ጎል ከየእትወሉ ኢሉ ስሒትዋ ማለት እዩ። ዲካንዮ ዝብሃል ናይ ዌስት ሃም ተጻዋታይ ውን ኣብ ክልተ ሽሕን ትሽዓተን ከምኡ ቅድሚ ናይ ትማሊ ሒዝዋ እንዳ መጸ ከሎ ፖርቲየለ ወዲቁ ጸኒሑ ሓላዊ ማዕጾ ወዲቁ ጸኒሕዎ ሞራሉ ከይሰብረሉ ነታ ኩዕሶ ንደገ ኣውጺኡ ኣውጺእዋ ማለት እዩ። እዞም ሰባት ኣብ ተፋላለየ እዋንካ ብሉጻት ናይ ፌር ፕለይ ተጻወቲ ኮይኖም ማለት እዩ። ብድሕሪኡ ግን ዴቪድስ ዝበሃል ናይ ቶተንሃም ተጻዋታይ ኩዕሶ ምስ ሃብዎ ፌር ፕለይ ክጻወት ኢሎምካ ንኣርሰናል ጎል እእቱ ኢሎም ካኑ እውን ኣብ ሓደ እዋን ከምኡ ኔሩ ስለዚ ከምዚ ሚናሴ ክብሎ ዝጸንሐ ኣብዛ ናይ ትማሊ ቶቶ መሊስና እንታይ ይብል ኔሩ እቲ ኮሜንታተር there was no Arsenal man around there ይብል ኔሩ ኣብቲ ከባቢኡት ናይ ኣርሰናል ተጻዋታይ ኣይነበረን ግን እንታይ እያ እታ ዝነበረት ጌጋ እቲ ሕደታ ርኢናዮ ኮይና ምን እታ ጸወታ ብዘይካ ፍረድ እቶም ካልኦት ኩሉ ግዜ ኣብ ኣብ ጸዋት እዮም ኔሮም ይኸዱ እዮም ኔሮም ምልክት እውን ኣይሃብዎ ነቲ ዳኛ ማለት እዩ ደው ንኽ ደው ኣቢሎም ደው ተደብሉ ኩሎም ኢዶም ተዘልዕሉ ነይሩ እዚኦም ግን ይቕጽልዎ እዮም ነይሮም ድሓር እዩ ከም ዝርእይዋ ማለት እዩ ብዓብዩ ግን ከምዚ ቢናሰ ዝብሎ ጽና እቲ እቲ ፖርቴሎ እውን ምልክት ወይ ምልክት ክገብር ነይርዎ ምክንያቱ ቀጢፉ እዩ ሓውዩ ቀጢፉ ተርእናስ ቀጢፉ ተስኡ ቀጥፍ እዩ ተስኡ ተሃሪሙ በቃ ተጸብዮም እዮም ካት ራብዓይ ዳኛ እዩ ኩሎም ተራዳድዮም ወዚያ ጎል ትግባእ ኢሎም ብሓፈሻ ግን ኣብ ፌር ፕሌይ እንታይና ፌር ፕሌይ ናይ ሕልና ፀወታ ስለ ዝኾነ ዝኾነ ተፃዋታይ በዛ ኣጋጣሚ እውን ኣብ ሃገርና ዘለዉ ተፃዋት ኩሉ ግዜ ኣጉራዊ ፀወታ ኮኑ ኣብዚ ፌር ፕለይ ኩሉ ግዘ ክትዳሎ ክትክእል ኣለካ ነቲ ድሕሪ ከእትወልካ መጺኡ ን ካብ ሕልና ዘይብሉ ኮይኑ ተጻዋታይ ኩሉ ግዘ ክትከላኸል ኣለካ ገድፋ ግድንሱ ኣይኮነን ስለዚ ከም ናይ ሕልና እንዲ ናይ ሕልናስ ፍርዲ የብሉን እቲ ከምዚ ቢናሰ ክብሎ ዝጸንሐ በቲ ሓደ ወገን ጎል እዩ በቲ ካልእ ወገን ከ ናይ ክስታይ ካልኦት ተጻዋቱ ክንብል ንኽእል ኢና እቲ ዳኛ ግን ተድወሰና ውሳነ ቅንዕት እያ ማለት እዩ ስለዚ ኩሉ ግዘ ፌር ፕለይ ድሕሪ ሕጂ እውን ሕጊ የብሉን ምስ ሰብኣውነት እዩ ዝተኣሳሰር ማለት እዩ ክቡራት ተኸታተልቲ ሲነማ ሰመረ ዘቕረብናዮ ትንታነ ስፖርት ከመይ ነይሩ? ብወገንኩም መልስታት ረኺብኩምሉ ክትኮኑ ንኣካታዒ ኣርእስትታት ተስፋ ይገብር። ኣብ መወዳእታ ነዚ ቦታ ዝሃቡና ከመስግኖም እደሊ ማለት እዩ ንክለብ ሲቲ ሰንተር ብፍላይ ድማ ንኣቦ ወንበር ክለብ ሲቲ ሰንተር ሙሴ ኢንተርናሽናል ዳኛ ማለት እዩ ንዓኹም ተዓዘብቲ እውን ብምክታልኩም ኣዚና ኢና ነመስግን። ኣብ ቀጻሊ ብስፍሕ ዝበለ ኣርእስቲ ትንታነ ስፖርት ሒዝናልኩም ክንቀርብ ኢና። ኣብዚ ከይጠቐስኩ ክሓልፍ ዘይደሊ ማለት'ዩ ርእይቶታትኩም ነዛ መደብ ኣዝዩ ሃናጺ ስለ ዝኾነ ክቐርበልኩም እትደልዩ ክትዓት ውን ክትጽሕፉልና ይምሕጸነኩም ኣብ ቻነልና ሼር ኮመንት ላይክ ከምኡውን ሳብስክራይብ ምግባር ኣይትሕመቑ ሰሰናዩ።